ዶንጊና ነቕርቡ ምህላውና ሕጂ ውን ደጊምና ይቕሬታ ንሓትት ካብ ሕጂ እንዮ ግን ብቐጻሊ ከነቕርበልኩም ኢና ማለት እዩ ኦኬ ኣብ ዝሓጸረ ግዜ ድማ ከም ትኽእልዋ ክንገብር ኢና ጸገም ልበሃል የለን ኦራይት ንክሕሰኩም ኢና ማለት እዩ ኦኬ ኣብ ዝሓለፈ እንታይ ኢና ሪኢና ኔርና ብዛዕባ ፊንገሪንግ ማለት እዩ ኦራይት ፊንገሪንግ ከ ከም ድበልኩም ሜላ ኣርእየኩም ኔረ እዚ ከኣ ኣገዳሲ እዩ ምኽንያቱ ኪቦርድ ክትጻወት ከለኻ ኢድካ ክፍታሕ ኣለዎ and fast ክትጻወት ኣለካ ማለት እዩ alright ከምዚ እንዳበልካ ኢድካ ዓጺፍካ ወይ ገለ በብሓደ ስለ ደይትጽወት alright እዚ ከኣ ሜላ ኣርእየኩም ነይረ ከምኡ ውን ብዛዕባ ሰለስተ ዓይነት እቶም ህርመታት ማለት እዩ ኣርእየኩም ነይረ ማለት ብሰለስተ ኣገባብ ከም ዝጽወት ንሱ ከኣ ብዛዕባ ክሮማቲክ ኢለኩም ነይረ ብ13 ኪስ ዝጻወት ኢለኩም 13 ኪስ ማለት ናይዛ ኦክታቭ እዚኣ ፕላስ እዘን ጸለምቲ እዚኤን ማለት እዩ። እዚኤን ሓሙሽተ ኣለዋ ፕላስ እዚኤን ሸውዓተ ኦራይት ዓሰርተ ክልተ ኮና ፕላስ እዚኣ ከኣ ሳምታይምስ ዓሰርተ ሰለስተ ኦር ዓሰርተ ክልተ ንብሎ ኦራይት ስለዚ እዚ ከኣ ዓረብ ሙዚቃ ጥቀምሉ ኢለኩም ከምኡውን ዳዮቶኒክ ንሱ ከኣ ናቹራል ስኬልስ ንብሎ እዚ ኣይ ሚን ናቹራል ኖትስ ዝበሃል ጻዕዳ እዚ ኦራይት ጻዓዱ ካኣ or I mean English music እዚ ከም ትጥቀም ማለት እዩ ነጊሩኩም ከምኡ ውን ናብቲ ናሃና ናይ ትግርኛ ህርመት ምስ ንመጽእ ድማ Pentatonic ኢለኩም Pentatonic ካኣ ብ ሓሙሽተ ኪይስ ከም ልጽወት alright ሓሙሽተ ኪይስ ኮይኑ ግን ኣብ ኣርባዕተ ይምቀል እዩ ኢለኩም ok ስለዚ ንሎሚ እተን ኣርባዕተ ኣገባባት ናሃና ናይ ሓበሻ ክንጻወተለን ንክእል ከርእየኩም እየ ok ስለዚ ድኮነ ሙዚቃ ሓንቲ ኣላ ብዙሕ ግዜ ንጥቀመላ ንሳኻ እዚኣ ማለት እዩ ኦራይት ብዙሕ ግዜ ክንጻወት ከለና እታ ደቓለለት ዝኾነ ደርፊ ይኹን መዝሙር ክንፍትን ከለና በዚ ኢና ንፍትን ኦኬ እዘን ሰለስተ እዘን ክልተ እሰን ከኣ እንታይ እየን ሲ ዲ ኢ ከምኡውን ጂ ኤይ ማለት እዩ ኦራይት ጂ ኤይ ሲ ዲ ኢ ጂ ኤይ ኣራይት በዚ ንፍትን ኣብ ዘለዋኹም ማለት እዩ ድቐለለ ማለት እዩ ግን ሰምታይምስ ገለ ገለ ሙዚቃታት ኣሎ ሓደ ካብኡ ሕጂ ንኣብነት ትዝታ ብኣሞይ ተንኪፈልኩም ነበርኩ ትዝታ ዓይነት ሙዚቃ ብዙሕ ግዜ በዚታት ክትጻወቶ ኣይመጸልካን እዩ እቲ ግጥሚ ኦራይት ግጥሚ ብፍላይ ክንሃርም ተኾይና ማለት እዩ ስለዚ ትዝታ ከምኡውን እቲ ካልእ ዓይነታት ተም ሰለስተ ቀጺለ ከርእዩኩም እየ ሕጂ እቲ ሓደ መጀመርያ ቀዳማይ

ኣብዚ ኮርድ እዩ ኦራይት ቢስ ኣለና ኣብዚ ኦራይት ኣብዚ እውን ኢኤፍጂ ኣለና ቢስ ኣለና ኢኤፍጂ ኣለና ኦራይት ከምኡ ቢሲ ኢኤፍጂ ኦራይት ስለዚ እዚ ኣምባሰል በሃል ጸሓፎ ማለት ስለዚ ዝኾነ ሙዚቃ በቲ እንተ ኣብካ በቲ እውን ትፍትን ማለት እዩ ኦራይት እቲ ግጥሚ ክትሃርሙ ከለኹም ማለት እዩ ስለዚ ኢኤፍጂ BC ኣምባሰል ይበሃል እቲ ካልኣይ ትዝታ ይበሃል ኦራይት ትዝታ ሙዚቃ እዚ ከዓ ብፍላይ ኣብ ኣምሃሪክ ኦር ትግርኛ ከዓ ማለት እዩ ናይ ቀደም ብፍላይ ማለት እዩ ሕጂ እኳ ብዙሕ ኣይኮነን ግን ኣብ ቴስዓታ ሰማንያታት ዝነበረ ትግርኛ ሙዚቃ ማለት እዩ ብትዝታ እዮም ዝበዝሕ ግዜ ዝፃወቱ ነይሮም ትዝታ ከኣ እንታይ እንታይ abc ef ኦራይት abc ef ማለት እዩ ኦራይት ስለዚ ንኣብነት ኣሎ ከምዚ መን እዩ ሽሙ ትካቦ ትካቦ ወልደ ማርያም ንወ ትካቦ ኣቡኡ ማለት እዩ ንኣብነት ሓንቲ ኣላቶ ኣነ ኮ እቲ ግጥሚ ብዙሕ ኣይፈልጦን እየ ግን ንኣብነት እንታይ ትብል

ኮሚታት ማለት እዩ። ኦኬ ሰሚዖሞ እቲ ማለት ፍርቂ ቃላት ኣይዝክሮን እየ ግን ጃስ እቲ ዜማ ማለት እዩ ብከምዚታት ትፅወት ሪኦሞ ትዝታ ይበሃል እዚ ስለዚ እዚ ንኣብነት ዘይ ዓይነት ፀወታ በቲ ካልእ ክተምፃ ብዙሕ ትኸብድ እያ ማለት እዩ ብኸም እየ እዚ ድነግረኩም ደለኹ ማለት እዩ ሕዝዎ እንን እቲ ባቲ ዝብለኩም ደለኹ ከዓ እቲ ዓንቶ ኣቐዲመ ሕጂ ክነግረኩም ፀናሕኩ እዚ ማለት እዩ ክልተ ሰለስተ እዚን ኦራይት ሲ ዲ ኢ ከምኡውን ጂ ኤ ማለት እዩ ኦራይት እዚ ከዓ ወላ እዚ ዝኾነ ህርመት ማለት እዩ ብፍላይ ድማ ትግርኛ ብልምዲ ጓይላ ንብሎ ከምዚ ንፈልጦ ኢና እዚ ማለት እዩ እዚ ዓይነት ንኣብነት ከምዚ ክፃወት ከለካ ወይ ብድርብ ክኸውን ከለኻ። ኮምፒተር ሪኹሞ ስለዚ እዚ ካ ባች ዝበልኩም ስለዚ እዚ ግን እንታይ ይጠቕመኩም መሲልኩም ዝኾነ ሙዚቃ ከም መጀመርያ ክትፍትንዎ ከለኹም በዚ ትፃወቱ ትኽእሉ ኢኹም ምክንያቱ ብዙሕ እዚ ይመፅ ማለት እዩ ዝኾነ ሙዚቃ እዚ ክትፃወቶ ትኽእል ኢኻ ዘንድበልኩኹም እዚ ባች ንብሎ እቲ ራብዓይ ከም ኤክስትራ ውሰዶ ማለት እዩ ንሱ ከኣ ብዙሕ ግዜ ኣይንጥቀመሉ ኢና ግን ንኣፍልጦ ማለት እዩ ንሱ ከኣ እንታይ EF G sharp BC ኦራይት E ኣብዚ ኣለና ኤፍ ኣለና እዚ ከኣ G sharp ይበሃል ኦራይት G sharp ብዛዕባ እዚ ንኣብነት ንእግረ መንገደይ ክነግረኩም እዚ ጸለምቲ እዚ እዚ እዚ እንታይ ኢሎኩም ኣንቱይ ናቹራል ኖትስ ይበሃል እዚ ብጸዓዱ እዚ ንሪኦ ዘለና ናቹራል ኖትስ ይበሃል እዘን ጸለምቲ ከኣ ሻርፕ ይኸውን ኦር ፍላት ይኸውን ዲፐንዲንግ ኦን ኣብዚ ማለት ኣብዚ እዩ ዝምርኮስ ንኣብነት ካብ ጸጋም ንየማን ክትከይድ ከለኻ ሻርፕ ይኸውን ኦራይት ካብ ካብ የማን ንጸጋም ክትከይድ ከለኻ ፍላት ይበሃል ኦኬ እዚ ሕጂ ንኣብነት ሲላ ምሽ እዚኣ ድሕሪሲ ናብዚ ተመጽየ ካብዚ ናብዚ እንዳተጻወትኩ ኣብ ኮርድ ኢዩ እዚ ማለት ኢዩ እዚኣ ሲ ሻርፕ ትበሃል እዚኣ ከኣ ካብዚ ናብዚ ከይድ ከለኹ ማለት ኢዩ እዚኣ እንታይ ትበሃል ዲ ሻርፕ የብላን እዚኣ ኦኬ ምክንያቱ የብላን ኣብዚ ጸሊም የለን እዚኣ ግን ኣለዋ ምስኣ ማለት እዩ ስለዚ እዚኣ እንታይ ትበሃል ማለት ኤፍ ሻርፕ እዚኣ ከዓ ጂ ሻርፕ ከምኡውን ኤ ሻርፕ ኤንደን ይቕፅል ሲ ሻርፕ እናበለ ማለት እዩ ንፀጋም ክትከይድ ከለኻ ከዓ ፍላት እንዳኾነ ይመፅእ ማለት እዩ ንጸጋም ክትጻወት ከላ ንኣብነት እዚኣ ናብዚ ክትከይድ ከላ ካብዚ ናብዚ እንታይ ትኸውን ኣላ ማለት እዩ እዚኣ ኢ ፍላት ትኸውን ኣላ ማለት እዩ ኢ ሻርፕ ኣይትኸውን እያ ግን ፍላት ትኸውን ኣላ ምክንያቱ በዚ ኣለዋ ንጸጋም ክትከይድ ከለካ ማለት እዩ ዲ ፍላት ትኸውን እያ ናብዚ ክትከይድ ከለካ እዚ ሕጂ ፍላት እዚኣ ዲ ፍላት እያ ናብዚ ትከይድ ከለካ ማለት እዩ እዚኣ ክንተ እዚኣ ቢ ፍላት ማለት እዩ እዚኣ ኤ ፍላት እዚኻ G flat ማለት እዩ ኦራይት ከምኡ እንዳበለ ይኸይድ እዚኻ እቲ ናቹራል ኖት ፕላስ እዚ ማለት እዩ እዚኻ ኣብ ኮርድ ክንጻወት ከለና ዳሕራይ ከሪኩም እየ ማለት እዩ ኣብቲ ኮርድ ምስ በጻሕና ከመይ ጌርና ፎሎ ንገብር ከመይ ጌርና ቢት ንሕሉ ማለት እዩ ከሪኩም እየ ብፍላይ ድማ እዚ ኮርድ እዚ ክንለምዶ ኣለና ማለት እዩ ኦራይት ዝኾነ ሙዚቃ ምክንያቱ ብፍላይ ኣብ መድረኽ እንተ ደኣ ደይብካ ንኣብነት ነቲ ዝደርፍ ደሎ ሰብ ብኮርድ ኢኻ ፎሎ ትገብሮ ፕላስ ምክንያቱ ኣብዚ ምስኡ ግጥሚ ኣይህረምን እዩ ኦኬ እቲ ደራፊ ክደርፍ ከሎ ንሱ ግጥሚ እንዳ በለ ከሎ ንስኻ ከ ኣብዚ ግጥሚ ኣይህረምን እዩ ኦራይት ኮርድ ኢኻ ፎሎ ትገብሮ ፕላስ ብሪጅ ማለት እዩ ኦራይት ስለዚ ኮርድ ንባዕሉ ከምቲ ኣብ ዝሓለፈ ዝበልኩኹም ማለት እዩ ብፍላይ ክልተ ሰለስተ እየን ተን ክልተ ብፍላይ ብሓንሳብ ክንጥቀመለን ንኽእል ኤንድ ድማ ኢፌክቲቭ እየን ማለት እዩ ኦኬ ብኸመይ ፋስን ኣብኡ ኪኢላታት ንኾን ድማ ከርእየኩም እየ። ስለዚ ኣብዚኣ ክብለኩም ዝደሊ ሓደ ነገር ኣሎ ንሱ ከኣ እንታይ እዩ ኣብ ዝሓለፈ ነጊረኩም ነይረ ንኣብነት ብናይ ሮማንስ ቋንቋ ወይ ድማ ስሌቪክ ማለት እዩ እዚኦም ን ሜጀር ስኬልስ ብምንታይ እዮም ዝጽውዑ ነይሮም ዶ ረ ሚ ፋ ሶ ላ ሲ ዶ ረ ዶ እዚኣ ሓንቲ ኦክታቭ ኣላ እታ ቀዳመይቲ ማለት እዚኣ ዶ ረ ሚ ፋ ሶ ላ ሲ and ዶ ማለት ዶኻ እዚኣ ናይዚ መጀመርያ ናይዚ መዕጾዊ ማለት እዩ ኦኬ ብ ኣብ ኢንግሊሽ ክመጽእ ከሎ ከኣ ነቶም ማይኖር ስኬልስ ማለት እዩ or እቶም ኖትስ ድማ ብእንግሊሽ ሽዑ እንታይ ተባሂሎም ማለት እዩ C D E F G A B ማለት እዩ and then C እንዳበለ ይቕጽል ስለዚ ዝኾነ ሙዚቃ I mean ግጥሚ ማለት እዩ እንተ ክንፈልጦ ክንጽሕፎ እንከለና በዞም ዶ ረ ሚ ፋ ሶ ላ ሲ ምኽንያቱ እዚኦም ሲላብልስ እዮም ወይ ድማ ኣድመጽቲ ንብሎም ማለት እዩ ኦኬ እዚ ሲዲ ኢ ገለ ናይ ምድማጽ ኣይኮን ንሱ ብዙሕ ግዜ ን ኮርድ ኢና ንጥቀሙሉ ግን ኣብ ቮካል ብፍላይ ትሬን ክትገብሩ ትደልዩ ተኾንኩም ወይ ክትዝምሩ ድዩ ወይ ክደርፉ ማለት እዩ እዞም ዶ ረ ሚ ፋ ሶ ላ ሲ ዶ ኦራይት ብኦም ትረይን ክንገብር ንክእል ኢና ንሶም ክንፈልጦም ኣለና ኦኬ ስለዚ ድኮነ ግጥሚ ወላ ኣብ ኮመንት ጸሓፉለይ ናይ ድኮነ ማለት እዩ ክሳብ ኣብ ቀጻሊ ክስታይ ዘርእየኩም ጸሓፉለይ ክሰደልኩም ክእል እየ ማለት እዩ ብምንታይ ብ ዶሮን ኣብ ክንዲ እቲ ግጥሚ ኦራይት ኣብ ክንዲ እቲ ግጥሚ ብ ዶሮ ሚ ፋ ሶ ላ ሲ ዶ ተብልዎ ማለት እዩ ኦራይት ብ ቮካል ተኮይኑ ኢቭን ውን ነቲ ግጥሚ ማለት እዩ ኣብዚ ክትሃርሙ ከለኩም ብኡ ዝቀለለ እዩ። ኦኬ ክተምጽኦ ኦር ከተለልይዎ ማለት እዩ ስለዚ ኩሉ ግዜ ኪቦርድ ክትልወኩም ኣሎ ኣብ ገዛ ከምቲ ኣብ ዝሓለፈ ዝበልኩኹም ፕላስ እዚ ድምጹ ከተለልይዎ ኣለኩም ኦራይት ስለዚ ዝኾነ ግጥሚ እቲ ዕላማና እንታይ እዩ ኖታ ኣንቢብካ ገለ ኣይኮነ እንታይ ደኣ ሰሚዕካ ምህራም ዝብል እዩ ኦኬ ሰሚዕና እንተ ብምስማዕ ትሃርም ኮይንካ እንታይ ማለት እዩ ዝኾነ ሙዚቃ ኣይሚን ቋንቋ ብዘየገድስ ክትሃርም ትኽእል ኢኻ ማለት እዩ ኦኬ ካብ ትግርኛ ወጻኢ ኣምሃሪክ ድዩ ኦራይት ኣምሓርኛ ግደፎ ኢንግሊሽ ድዩ ዓረብ ድዩ ዳዝንት ማተር ድኾነ ቋንቋ ብቲ ዜማ ጥራይ ኣብዚ ስለ ክተምጾ ትኽእል ወልሓንቲ ኣይሽግረካን ማለት እዩ ኦራይት ኖት ምንባብ ገለ ኣይኮነን ስለዚ እዚ ክእለት እዚ ብኸመይ ነማዕብሎ Alright ወይ ድማ ከመይ ጌርና ነለልዮ እዚ ከኣ ኣብ ዝቅጽል ምክንያቱ ምስ ኮርድ ምትሕሓዝ ስለ ዘለዎ እየ ሕጂ ደየርኣኩኩም ማለት እዩ Alright ኣብ ዝቅጽል ግን ምስ እዚ ኮርድ ጌረ ፍልይ ኣቢለ ከርእየኩም እየ ማለት እዩ ብድሕሪኡ ከመይ ጌርና እዚ ነለልዮ Alright እቲ ግጥሚ ከመይ ኣይናይ ድምጺ ኣይናይ ይህብ ከነለልዮ ይግብኣና እዩ ስለዚ ክሳብ ሽዑ ትረይን ግበሩ ድኮነ ጃስት ዋልስ ገለ ወሊዕኩም ማለት እዩ ንኣብነት ዋልስ ከምዚ ዓይነት ሙዚቃ ጌርኩም ናይ ባዕልኹም ክሬት ግበሩ ኦኬ ክሬት ግበሩ ጽዩ ከምዚታት ኦኬ ባዕልኹም ክሬት ግበሩ ክሳብ ሽዑ ተላመዱ ማለት እዩ ፕላስ ድማ ፈትንዎ ኤንድ ድማ ድኾነ ክትሃርሞ ትደልዩ ግጥሚ ጽሓፉለይ እቲ ሙዚቃ ወይ ድማ እቲ ክስታይ ስደዱለይ ኣነ ድማ ኣው ክጽሕፈልኩም እየ ማለት እዩ ኦራይት ክጽሕፈልኩም እየ ክሳብ ሽዑ ሕጂ ኣብ ዝሓጸረ ግዜ ክምለሰኩም እየ ነታ ክስታይ ሒዝና ማለት እዩ እታ ኮርድ ፕላስ ድማ ከመይ ጌርና ኣለሊና ንሃርም ባዕልና ክንርኢ ኢና ኦራይት ክሳብ ሽዑ ሰሰናዩ ንዓኹም።